ሰላም እምበኣርከስ ኣሕዋት ሎምዓንቲ ንእሽተይ ቪድዮ ሒዘልኩም መፅኦ ዘለኹ ንኹላትና ክትጠቕመና ትኽእል እያ ዝበልክዋ ናይ ቲያንስ ትብል እዚኣ ንሪኣ ዘለና ኩሉ ሰብ ጆይን ዝገብራ ዘሎ ኣብ ኦንላይን ማርኬት ናይ ኦንላይን ዝሸየጥ ማለት እዩ ናይ ቻይና ካምፓኒ ኮይኑ ቲያንስ እዩ ዝብል እዚ ቲያንስ እዚ ኦንላይን ሾፒን እዩ ከምዚ ንሪኦ ዘለና ባህላዊ ዝኾነ መድሃኒታት ወይ ከዓኒ ንኣሽቱ ከምዚ ናይ ሎሽን ጨና ናይ ፍሪጅ ገለሜታት ኣለዎ ኦም ዝሽየጣ ኣብ ዘለዋ እዚ ናይ ፍሪጅ ሪፍሬሸር ማለት እዩ ተወሳኺ እውን ከምዚ ሊሊ ሽጎማነ መሳሊ ኣለዎም ዝኾነ ተፈላለየ ዓይነት ንብረት ማለት እዩ ሕጂ ከምዚ ንሪኦም ዘለና ንሰብ ጆይን ብምግባር እቲ ካምፓኒ ራን ዝገብር እቲ ንብረት ኣብዚ ናቶም ዘሎ ከባቢ ሸሞንተ ሚእቲ ዝኣክል ክትገዛእ ኣለካ እዮም ዝብልኻ ከምኡ ክብልኻ ከለዉ ግን ሸሞንተ ሚእቲ ዝኣክል በቲ ናቶም ገዚእካዮ ኣብ ዕዳጋ እንተሪኢናዮ ከባቢ ክልተ ሚእቲ እንተውፀ ሕጂ እንታይ እገብሩ ኣለዉ ሰብ ጆይን ብምግባር ንነዊሕ ናይ ኦንላይን ትሬድ ኢሎም እዮም ዝኣትውዎ ዘለዉ ግን ከምኡ ይኮነን እዚ ትሬድ እዚ ክሰርሓሉ ዘለካ ነገር እዩ ሓንቲ ካብ ሲስተም ሒዝና ጥራሕ ንንቀሳቀስ ኣለ ብዙሓት ኣሕዋት ከኣኒ ኣብዚ ትሓብሩ ኣለኹም ትኣትው ኣለኹም ማለት እዩ ጥቕሙ ፈሊጥና ምስ ንኣትዎ ዝበለጸ ኮይኑ ይስምዓኒ ንዓይ። እቲ ጥቕሚ ናቱ ከኣ እንታይ እዩ መስለኩም? ጆይን ቅድሚ ምግባርና ኣጸቢቕና ክንፈልጦ ኣለና። ኣጸቢቕና ክንፈልጦ ክብል ከለኹ ግን ሓደ ሰብ ዝተሓተ ኣርባዕተ ሚእቲ፣ ሸሞንተ ሚእቲ፣ ሽሕን ክልተ ሚእትን እንዳበልኩም ኢኹም ትኣትዉ ዘለኹም። እዚ ምእታው ማለት ከኣ ብዙሕ ኣቲኻዮ ዘይትሰርሓሉ እንተኾይንካ ክሳራ ገንዘብ እዩ። ክሳራ ናይ ገንዘብ ጥራይ ዘይኮነ ከኣ እቲ መስርሕ ንሕድሕድካ ተባላዕ እዩ ዝኸውን ዘሎ። ንሕድሕድና ከይንባላዕ ንሓውና ኣብዚኣ ሲስተም እዚኣ ምስ ኣተኻ ሓንሳብ ኣርባዕተ ሰባት ክተምጽእ ኣለካ ይብለካ። ኣርባዕተ ሰባት ምምጻእ ማለት ከኣኒ በቲ ኣቲኻዮ ዘለኻ ድዮም ብልዕሌኻ ድዮም ብትሕቴኻ ይመፁ ጎልደን ፕላቲኒዮም ሲልቨር ገለ እንዳበልካ ከዓ ስቴባት ኣለዎ እዚ ስቴባት እዚ በቲ ትኣትዎ ዘለኻ መጠን ኮኾብ እንዳበልካ ውን ትቕጽል ኢኻ ኮኾባት ከኣ ኣለዉ ኣበየናይ ትሰርሕ ኣበየናይ ትኣቱ እዚ ግን ኣይኮነን እቲ ቀንዲ ጽቡቕ እዩ እቲ ምእታው ናብኡ እንታይ እዩ እቲ መስርሕ ግን ክንፈልጦ ኩላትና ኣለና ንምንታይ ከምዚ ዝብል ዘለኹ ሎሚ ሓደ ሰብ ክኣቱ እንከሎ ኣርባዕተ ሰባት ከምጽእ ኣለዎ ይብል ሲስተም ኣርባዕተ ሰባት ምምጻእ ማለት ከኣኒ ሩት ናይቲ ሲስተም ናይቲ ዝንቀሳቐስ ዘሎ መሳሪሒ እዮም ዝገብሩና ዘሎ በቲ ገንዘብና ድሕሪ ግዜ ኣርባዕተ ሰባት ምስ ኣምጻኻ ገንዘብካ ክሰርሕ እዩ ይብልኻ እዚ ግን ከምኡ ይኮነን ተፈላለዩ ሰባት እንዳምጻኻ ተሰለሙ እንዳበልካ የርእዩ እዮም እዚ እውን ሓደ ካብቲ ካብ ሽሕ ሰባት ሓደ ይስለሞ ግን ናይ ብዙሓት ሰባት እቲ ገንዘብና ደሚርና ምስ ንሪኦ ተደሚሩ ኣሻሓት እዩ ቀሊል ገንዘብ ኣይኮነን እዚ ገንዘብ እዚ ብጣዕሚ ይጠፍእ ኣሎ በዚ ፕሮፊት ኮይኑ ከዓስ ዝረኣናዮ ሰብ የለን ክሳብ ዘይሃለዎ ከዓኒ ኩላትና ቅድሚ ምእታውና ንጠንቀቕ እቲኦም ኣቲና ዘለና ከኣኒ ንሕዋትና ኣይንለክም ኩሉ ሰብ እዩ ክኣቱ ከም ዘለዎ ጆይን ክገብር እሞ እቲ ካምፓኒ ኣብ መወዳእታ ራን ዝገብር ዘሎ ንኣብነት እንተርኢና ኣብዚ ንእሽተይ ዝቐረብክዋ መሽሙላ ከመይ ጌርና ክንሪኣ ኢና ኤኒወይ ሶሪ ኣብዚ ከሪኤኩም ክፍትን እየ ኣነ ኣብዚ ኣሎ ከም ዝረኣየና ዘሎ ማለት እዩ ሓደ ሰብ ሸሞንተ ሚእቲ ይኣቱ ኣብዚ ሸሞንተ ሚእቲ ምስ ኣተወ ብሸሞንተ ሚእቲ ምስ ኣተወ ኣርባዕተ ሰባት ከምፅእ ኣለዎ ኣርባዕተ ሰባት ምስ ኣምጸኣ ከኣኒ እቲ ኣርባዕተ ሰባት ዘምጸኦም ንሶም ከ ኣርባዕተ ሰባት ከምጽእ ኣለዎ ነፍሲ ወከፍ ካብኦም ነፍሲ ወከፍ ኣርባዕተ ሰባት ዘምጽእ እንተኾይኑ ንኣብነት ሓደ ሰብ ሸሞንተ ሚእቲ ይኣቱ ናብቲ ናቱ ሽሕን ክልተ ሚእትን ዝኣትዉ ኣለዉ ሸሞንተ ሚእቲ ዝኣትዉ ኣለዉ ኣርባዕተ ሚእቲ ከዓ ዝኣትዉ ኣለዉ ኣብ ገለ ሰባት ከዓ ኣለዉ ብሽሕን ክልተ ሚእቲ ንኣትዉ ኣብ ገለ ብኣርባዕተ ሚእቲ ይኣትዉ ኣብ ገለ ብሸሞንተ እምበኣርከስ ናይ ኩሎም ድምር ክንሪኦ ኢና ሕጂ ቀዳማይ እቲ ኢንስትሪቢተር እዚ እዩ ዝኸውን ዘሎ በብ ሸሞንተ ሚእቲ ሽሕን ሽዱሽተ ሚእትን ሰለስተ ሽሕን ክልተ ሚእትን ኣብ ቀዳማይ ኣብ ፓርት ዋን ኣሎ ኣብ ፓርት ዋን ሰለስተ ሽሕን ክልተ ሚእትን ክቕበል እዩ እዚ ካምፓኒ እዚ ካብዚኦም ዘምጽዎም ማለት እዩ ኣብ ካልኣይ ክፋል ከኣ ክንርኢ ኢና ስቴጅ ቱ ዝኾኑ ዘለው እዚኦም ማለት እዮም ስቴጅ ቱ ከኣኒ ሰባት ከምጽኡ እዮም በብ ሸሞንተ ሚእቲ ንኣብነት ዝኣተዎ እንተሃልዩ ናብዚ ሰለስተ ሽሕን ክልተ ሚእትን ከምጻሎም እዩ ዝሰብ እዚ ሰለስተ ሽሕን ክልተ ሚእትን ዘምጻሎም እንተሃልዩ ነፍሲ ወከፎም በብኸምኡ ከምጽኦም እዚ ሸሞንተ ሚእቲ ሽሕን ሽዱሽተ ሚእትን ከምጽእ እዩ ዝውን

ዓሰርተ ክልተ ሽሕን ሸሞንተ ሚእትን የእትው ኣሎ። እዚ ካምፓኒ እዚ ኣብ ስቴጅ ዋን ስቴጅ ቱ ኣብ ዝሓፀረ ግዜ ኣብ ውሽጢ ደቃየቕ ክንደይ ይእቱ ከም ዘሎ ንርኣዮ እምበኣር ካብዚኦም ሰባት እዚኦም ሰለስተ ሽሕን ክልተ ሚእትን ኣትዩ ኣሎ ኣብ ስቴጅ ዋን ኤንድ ስቴጅ ቱ ምስ በልና እዩ Stage Three ከኣ ነፍሲ ወከፍ እዚኦም ሰባት እዚኦም ንርእዮም ዘለና እዚ ኣርባዕተ ሰባት ከምጽእ በብክንደይ ዝኣተዉ ኣይተፈለጠን። እዚ እውን ኣርባዕተ ሰባት ከምጽእ እዩ። እዚ እውን ኣርባዕተ ከምጽእ እዩ። እዚ እውን ኣርባዕተ ከምጽእ ኣለዎ። እቲ ካምፓን ራን ንክገብር ገንዘብካ ንክመልሱልካ እዮም ዝብሉ። ገንዘብካ ንክምለሰካ እንተኮይኑ እዚ ስቴጃት እዚ ክበጽሕ ክኽእል ኣለዎ። ድሕሪኡ እምበኣረይ ገንዘብካ ይመልሱልካ። ንኣብነት 800 እንተኣቲኻ ኮንካ በቲ ናትካ ኣትዮሞ ዘለዉ እንተ ሚእትን ዕስራን ኢሎም ድዮም ሚእትን ኣርባዓን ብተፋላለየ መንገዲ ከኣ ይመልሱልካ ገንዘብ ግን እዚ ኮነን እቲ ዘገድስ ንመን ኣምጺኻ ኢኻ ገንዘብ ዝምለሰካ ዘሎ ንሕድሕድና ከም ዓሳ እንዳተባላላዕና ገንዘብ ክነምጽእ ኣድላይነት የብሉን ቢዝነስ ተኮይኑ ካልእ ዓይነት ቢዝነስ ንፈትን እምበር ከምዚ ንሪኦ ዘለና ኣብዚ ሕጂ ናይዚ ኣብ ስተጅ ዋን ኤንድ ስተጅ ቱ ከለና ጥራሕ ዓሰርተ ሓሙሽተ ሽሕ ዓሰርተ ሽዱሽተ ሽሕ መፅእ ኣሎ ዓሰርተ ሽዱሽተ ሽሕ እዚ ንመን እዩ ዝኣቱ እንተልኩምኒ ናብዚ ካምፓኒ እዚ ዝኣቱ ካምፓኒ ዝኣቱ እንተኮይነስ ንዓና እንታይ እዩ መክሰብና ኣብዚ ድሕሪ ግዜ እዮም ዝብሉኻ እዚ ኩሉ ራን ክገብር እዩ ክመልእ እዩ ብከምዚ ንሪኦ ዘለና ኣበይናይ ጨንፈር ኣለኻ በዓል ሓደ ኮኸብ ዲኻ ኣብዚ በዓል ክልተ ኮኸብ ዲኻ ኣይትፈልጦን ኢኻ ከምዚ እንዳ በለ ክከይድ እዩ ኣብ መወዳእታ ከ ንስካ እንታይ ሒዝካ ክትተርፍ እያ ገንዘብ ክምለሰካ ይብሉካ ወርሓዊ ድዩ ዋላ ብወል ገንዘብ ኣሕዋትካ በሊዕካ ካብ ወርሓዊ መብላዕ እትረፈካ በዚ ከ ሃብቲሙ ክንድዚ ሽሕ ሓደ ሰብ ክስለም ይኽእል እዩ ክልተ ሰባት ክስለሙ ይኽእሉ እዮም እዚ ኩሉ ገንዘብ እንዳበልዑ ዳኣ ክልተ ሰባት እንተዘይሂቦም ኣብ ሕልፍ ኢሎም እንተዘይሂቦም እቲ ካምፓኒ ራን ክገብር ኣይክእልን እዩ እምበኣርከስ ሕጂ ኩላትና ከምዚ ንሪኦ ዘለና ፕሊስ ንበይንና ጥራይ ዘይኮነ እዚ ሸር ተገይሩ ዘሎ ንኣሕዋትናን ንዓናን ንኹላትናን ክጠቅም በጃኹም ሸር ንግበሮ። ሸር ምግባር ናይ ኩላትና ሓላፍነት እዩ። ኣነ ከም ተረዳኣኒ ብዙሓት ሰባት በዚ ክሰብኩን ፈቲኖም እዮም ምስባኽ ናይ ሰባት ግን ክትርዳኣካ እንተኽኢሉ ኣብዚ ንካምፓኒ ንክእትውኻ እዮም እስኻ ኣቲኻ ብኣኻ መሳርሒ ኮንካ ንክበልዑ እዩ ክትገብሮ ዘለካ ነገራት ግና ኣሎና ኣብዚ ክትፈልጦ ነፍሲ ወከፍና እዚ ገንዘብ እዚ ኣብ ሓላፍነት ክነድሕኖ ሸር ምግባሩ ናይ ኩላትና ሓላፍነት እዩ ትሰምዕ ዘለኻ ህጂ ነዚ ሸር ምግባር ንዓይ ዘይኮነ ንነፍሲ ወከፍ ሰብ ንክጥቀም ኣሕዋትና በዘይከውን ካምፓኒ ኢሎም ኣትዮሞ ዘለው ንከይህሰዩ ሸር ንግበሮ በጃኩም ሸር ኣይፈለጥኩን ንዝብለካ ንክፈልጥ በቲ ርዲኢት ናይ ኩላትና ተተረዲእናዮ ኣይተረዳኣካን ብገንዘብ ገሮም ሓንሳብ ልብካ ምስ ዐወኑካ ኣይረኣየካን እዩ ድሕሪኡ ዘሎ እንታይ ሪኢካ ትርኢ እቲ ገንዘብ ከመይ ገርካ ይመፅእ ግን ካብ መን ተምፅኦ ኣለካ ካብ ሓውካ ገንዘብ ሓውካ እንዳ በላዕካ ምኻት ከኣኒ ሓላፍነት ናይ ኩላትና እዩ በጃኹም በጃኹም ንሕድሕድና ገንዘብና ኣይንባላላዕ ከም ዓሳ ኣሕዋትና ንርዳኣሉ ስድራና ንርዳኣሉ ደኣ እምበር ክንበልዕ ኢልና ክንብላዕ ጽቡቕ ኣይኮነን ገለ ሰባት ካብዚኦም ንሪኦም ዘለና ገንዘቦም ክመልሱ እዮም ብዕፅፊ እውን ክወስዱ እዮም ክንደይ ሰባት ግን ህሰዩ ኣለዉ ሓደ ሰብ ኣርባዕተ ሰባት እንተዘይ ኣምፅኡ ካብዚ ንሪኦ ዘለና ገንዘቡ ኣይምለሰሉን እዩ እቲ ሲስተም ናቱ እውን ራን ኣይገብርን እዩ ከምዚ ምዃኑ እንተፈሊጥና ነቲኦም ንእትዎም ሰባት ንዓና ንክጥዕመና ኢልና ሰባት በጃኹም ኣብዚ ሲስተም እዚ ኣይነእትዎም ንሪኦም ኣለና ብዙሓት ሰባት ይኣትዎም ሰባት ይሰብኩኻ ንክእትውኻ ናብኡ ተሰቢኽካ ንስኻ ዘይትኣትወሎም እንተኮይንካ ግን እንታይ ጥቕሚ ንዕኦም ኩላትና ኣብዚ ሲስተም ዘለና በጃኹም እቲኦም ሰባት ነምጽኦም ውን እሕዋትና እዮም ሲስተም ናትካ ራን ንኽገብር ንሓውኻ ኣብ ሓዊ ትእትዎ ንሓውኺ ኣብ ሓዊ ትእትውዮ